ምሒሉ ጥሒሉ ስለ ዘታለለ ዲኻ እንታ ትብሎ ዘለኻ ወሓለ በሎ ኸኣ እምበር መሰለ መልሓሱ እናቑጸልጸለ ልቡ ዝተንኰለ መዓት ዘጽንሓልና እተደጐለ ተሓቢኡካ እምበር ብኢዱ ዶ ኣይኰነን ተባሂሉ ብኢዱ ደኣ በሎ ከምቲ ኣመሉ ስማይ ተጸብቐሉ ታይሞ ሓመድ ክዕደ እየ ከይብለካ መታዕልልተይ ኮንካ ኣዴኻ ግን ለባም እየን መሃንዘል ዝበላኻ ጸርፉ መጽናሓልካ እዚ ብኢዱሲ እንታይ ዋኒኑ ግዳብታ ሶዳን ኮብሊሉ ዋዕ እንዳ ጀሃዶ ይበሎ ንሱ ደኣ ንሻቡ እንዳኣሉ ኣማሪካ ክሕጎስሉ ዋእ ንዕኡ ክቐትሉ ወስ ከም ዝበሉ ዶ ይነበረ እንተዓሊሉ ንሱስ ተዋስኦ እንዳኣሉ ሕማቕ ተዓዛባይ እንተረኺቡ ንፉዕ ተዋስኣይ መዓስ ከድልዮ ኢሉ ድሩዕ ኣለዎ በይኑ ዝጽሕፈሉ መለኸት ኣለዎ በይኑ ዝነፍሓሉ መዓስ ወንበር ጥራይ ዓብሊሉ ልብኻንዶ ይኔህሉ እንተ ደልዩ ትርኣሶ እንተ ደልዩ ይሸነሉ። እንታይ ትብል ኣንታ ሳህለ ኣነ እምበኣር እየ ዛህሊለ። ከመይ ደኣ እዚ ግዳ ቀቀሊሉ ኣብ ሶማልያ ኢትዮጵያ ወረሎ ነገር ተተኺሉ ዓሻየ ምዝህላልካ ደኣ ተኾሚሩ ንሓስ እኳ ሰጊሩ እንታይ ትብል ኣንታ ሳህለ ዘይተምጽኦ እኮ የብልካን ካበይ ከትረኽቦ ንዓይ ዘሰንብድ ዘበለ ናትና ከይኣኽለናኸ እንታይ ኣገሸና ዝገዛና ድራር ዘይተረኽቦ ስንቂ መገሻኸ ካባይ ኢና ንሕለቦ ግዲ የብልካን ናቱስ ነገር እንዲ ስንቁ ኣያኻ ህልኹ እንተ ደልዩ ኸዓ ኩሉ ብኢዱ እንዳኣሉ ነቲ ረድኤት እኽልና ይፋተወሉ ዋዕ ነገር ደኣ ናይ ባድመ ዶ ከየለን ኣራጢጡ እንታይ ክውስኸሉ ብጋሕማጡ ባድመ ባድመ ክብለና እዝና ጸሚሙ ኣይፈለጠ እንዲ ወደይ ከብድና ከም ዘሎ ሓሚሙ ኣይበዝሐ እንዶታ ሕጅስ ቶታ ዶ ክብላታ ሓዲኡ ክትወርድ እዛ መሬት ወይናት ወይናታ ህዱእ እሞ በል መሃንዘል ዓርከይ እዛ ስምካ ሳጓኻ ኮይና ትስምዓኒ ኣላ ሎምስ ቁሩብ ለቢምካ ዋዕ እንታይ ደኣ ኮንካ እንታ ሳህለ ልቢ እኮ መሊኡ እዩ ንኽልተ እኳ ምተመቕለ ፍርሒ ደኣ ሕልፍ ኢሉና እምበር ጓህዶ ይነሄት እንተማርር ምሳና ውዒላ ምሳና ትሓድር ሃየ ደኣ መላእዮ መገሻ ሶማልያ ስጦብያ ሎሚ ቅነ ባድመ ክበሃል ዶ ሰሚዕኻ ኢኻ? ዋ ኣንታ እዋ ሓቅኻ እንታይ ከ እዛ ዘረባ ሃጢማ ከምዚ ሓያ መርዓት ደኾን መሊሶማ ኣብዘይ ዋዕዋዕ ብዘይ ስዮማ ዘይበልኩ ዲኾ መሲሉካ ዘይፍርሂው ዓዚሙኒ ከይድርጉሖ ከምቲ ናትካ ዓዝበል መሃንዘል ዓርከይ እንክሒራ እንዶ ዝእሰር ኣሲሩ ዝምንጠል መንጢሉ ብሒም ዝበለ ይተሓጎም እሺ ዝበለ ድማ ይሸለም እናበለ ዓዲ ብትዕትሓ የእተወላ ኣወ ኣየናይ ብትዕትዑ እናበኸና ሕድሪ ምርስዑ ነዛ ኦምና ኣእቲዋ ብሓኽላ መትሓዚኸ መዓስ ገዲፉላ? ኤእ ሳህለ እዝኒ ኣለዎ ገረብ ኣታ ሰብ ደኣ ይሰምዓና ከይህሉ እምበር ጸይቆ ደኣ ከይዕረ እንዲ ምዒሉ ሃገር ብሃገራ ብዓሻክር ተመሓዲራ ሓፂን ሓፂን ምሸተተት ኩላ ወይን ሓንጊዱ ዝተብሂሉላ ዓዲ ተዋሊኣ ከም ዘላ ዓለም ከዓ ሓኪላ ከም ኣመላ ምስ ደንጎላ ከመይ ኢለሞ ክሰማማዕ ኢላ ባድሜ እንተ ዓጽያ ሕሳባ ብተሎ ሞደሻ ዓዲ ከም ዘሎ ንእምኒ ዝኽእሎ ፈሊጣቶ ዶ ትብሎ እምበር ኩሉ ኢዳ ዶ ይኮነ እናተይ እንተ ትብሎ ግድን ግድን ንዓናስ ገለ ኣለዋ እንደላ ናይ ቀደም ከወደይ ዘይኣኽላ ኤእ መሃንዘል ቅልጽምና ብድኹሙ መልሓስና ወሪሙ እንሆልካ እንሆልካ እንዶንቁርዖ ብዕራይ ክኸውን ቆርበቱ ይመንዖ ክንዲ ዕየት ከይኮነ ክትኮስ ቀሪቡ ዓንዘርዘር ይብል ዓቕሉ ጻቢቡ በልኩኻ ደኣ ሕጂ ወያ ባድማ ብመቃዲሾ ክትመጽእ ኣኳሊማ ወራድ መርዓይ ወፍር ኣሎ ኣምላኽ ይሓግዝ ኣብቲ ውዕሎ ወይለይ ሕጂ ተረዲኡኒ እምበኣረይ ወዮም ቁንጅት ቁንጅት ዝብልዎም ንመርዓት ባድማ ዘቀናጅዉ እምበኣር እዮም ኣታ ኣብኡ ሓዝ ናብኡ እንደ ዝመፀካ ዘለኹ ቅንጅት ንባድማ ጋማ ወሲኾም እንተረከብዎ እንታይ ግዶም ወዮ ክንዲ ዓሰርተ ባድማ እንዲ ሕልሞም ብዝኾነ እንሆልካ ውራይ ዳምዳም ይበሃሎ ዝቐበፀ መዓስ ኣልዩ ዘይውዕሎ ቆፅሊ ምዐዝ ሸፈኖ ልቢ ሰሓኡ ይዓቢ ካብ ስቅያት ህዝቢ ብዘይካ ሽምነት የብሉን መዕለቢ ካብ ዝመውት ኣብ ገዝኡ ከሎ ወፍሪ ይፈኽሰሉ ምሰርሆ ዓጣሮ እንተኾነስ ዳስ መርዓ ኣሎ ዳስ ቀብሪ ኣሎ እቲ ሕማቑ ደኣ ናትና ይበሎ እዚ ውፅዕ ህዝቢ ጸገሙ ይኣኽሎ።
ወይ ቆልዓ ምዃነይ ወይ ኣያ ምሳኔ ናብ ደገ ሓዲረ ምስ ቁንጪ ትዃን ምስ ቁንጪ ትዃኔ ምስ ቁንጪ ትዃኔ ናብ ደገ ሓዲረ